ኩሉኹም ክምሕጸነኩም እዛ ቪድዮ እዚኣ ምስ ረኣኹማ ሸር ክትብሉዋ ንስኻትኩም ውን በዚ ኣብ ታሕቲ ዘቐምጡ ሓበሬታ ምርኩስ ምግባር ተቓውሞኹምን ድምጽኹም ክተስምዑ ክሓተኩም ይደሊ። ፍሉይ ጸብጻቢ፣ Special Rapporteur፣ ናይ ውድብ ሕቡራት ሃገራት ሰብኣዊ መሰላት፣ ስርዓት ህግደፍ ብዘቕረቦ ጠለብ መሰረት ድሕሪ ዓሰርተ ክልተ ዓመታት ቀጻልነቱ ኣብ ሓደጋ ኣትዩ ስለዘሎ ኣብ ውሽጢ እዘን ዓሰርተ መዓልቲ ድሕሪ ድኣ ድምጽና ክነስምዕ ዘይክኢልና እቲ እንኮ ን ምግሃስ ሰብኣዊ መሰላት ኣብ ኤርትራ ንወጽዓ ናይ ህዝቢ ኤርትራ ብሕጋዊ መንገዲ ጸብጻቡ ናብ ውድሕራት ሃገራት ናብ ሃገራት ምዕራብ ናብ ኤሜሪካ ናብ ኩለን ሃገራት ዘቕርብ ክእለ እዩ ማለት እዩ። እዚ ማለት ድማ ንኹሉ እቲ ብኤርትራ ዝግበር ምግሃስ ሰብኣዊ መሰላት ብነጻ ከምኡ ከኣ ኒውትራል ዝኾነ ኣካል ዝቐርብ ነገር ስለ ዘየለ ስርዓት ህግደፍ ነቲ ዝገብሮ ዘሎ ገበናት ዘይዝኾነ ይኹን ተጽዕኖ ክገብሮ ክኽእል እዩ። ንሱ ስለ ዝኾነ ኩላትና በዚ ኣብ ታሕቲ ዘቐምጠልኩም ዘለኹ ሓበሬታ ኢመይል ኣድራሻ ከምኡ ከኣ ናይ ትዊተር ኣካውንት ተቓውሞናን ድምጽናን ክነስምዕ ክሓተኩም ይደሊ። ማሕበረሰብ ዓለም ነቲ ስርዓት ህግደፍ ኣብ ልዕሊ ዜጋታት ዝገብሮ ምጥሓስ ሰብኣዊ መሰላት ብምክትታል ናብ ማሕበረሰብ ዓለምን ውድብ ሕራት ሃገራትን ጸብጻብ ዘቕርብ ፍሉይ ጸብጻቢ Special Rapporteur on the Situation of Human Rights in Eritrea ኣብ ክልተ ሽሕን ዓሰርተ ክልተን ኣቑሙ። በዚ መሰረት ድማ እዚ ፍሉይ ጸብጻቢ ብዛዕባ ኣብ ኤርትራ ዝፍጸም ምግሃስ ሰብኣዊ መሰላት ንዝሓለፈ ዓሰርተ ሰለስተ ዓመት ኣብ ጀነቫ ስዊዘርላንድ ዓመታዊ ጸብጻቡ ከቕርብ ጸኒሑ። ኣብ ነፍሲ ወከፍ ዓመት ድማ ነቲ ካብ ዕለት ናብ ዕለት እንዳበኣሰ ዝኸይድ ምግሃስ ሰብኣዊ መስራት ንዓለም ከቃልዕ ከሎ፣ ስርዓት ህግደፍ ብወገኑ ዓመታዊ ነቲ ዝቐርብ ጸብጻብ ካብ ሓቂ ዝረሓቐ ብምባል ክቃወሞን ክነጽጎን ጸኒሑ። ሎሚ ዓመት ኣብ ዝተኻየደ መበል ሓምሳን ትሽዓተን ኣኼባ ውድብ ሕቡራት ሃገራት፣ ቤት ምኽሪ ሰብኣዊ መሰላት እውን ብተመሳሳሊ እዚ ፍሉይ ጸብጻቢ ጸብጻቡ ኣቕሪቡ። ኣብቲ ኣኼባ ፍሉይ ጸብጻቢ ሱዳናዊ ጠበቓ መሓሙድ ዓብዱሰላም ባብልኬር ብዝርዝር ብዛዕባ ኣብ ኤርትራ ዝፍጸሙ ዝጸንሑን ዘለዉን ምግሃስ ሰብኣዊ መሰላት ጸብጻብ ድሕሪ ምቕራብ ኣብዚ ናይ ሎሚ ዓመት ጸብጻብ ኩነታት ሰብኣዊ መሰላት ኤርትራ ኣብ ኣዝዩ ተኣፋፍን ሓደገኛ ደረጃን ከም ዝበጽሐ ሓቢሩ። ስርዓት ህግደፍ ብወገኑ ከም ወትሩ በቲ ኣብ ጀነቫ ዝርከብ ወኪሉ ሃብቶም ዘርኣይ ነቲ ኩሉ ዝቐረበ ክስታት ክነጽጎ ከሎ፣ ዕድመ እዚ ፍሉይ ጸብጻብን ምቕጻይ ድማ ምስ ገለ ሃገራት ምትሕብባር ቅድሚ ሕጂ ብዝኾነት ሃገር ተጌሩ ዘይፈልጥ እማመ ኣቕሪቡሉ። እቲ እማመ ኣብ ክትዕ ድሕሪ ምውራዱ ድማ ገለ ተመሳሳሊ ባህርያት ዘለዎም ሃገራት ስርዓታት ከም ሱዳን ኢራን ነቲ እማመ ስለዝደገፍዎ ቀጻልነት እዚ ፍሉይ ልኡኽ ኣብ ሓደጋ ኣትዩ'ሎ። ናይ ሎሚ መዛረብየይ ምኽንያት ድማ እዚ እዩ። እዚ ፍሉይ ጸብጻብ፣ ብመሰረት እማመ ስርዓት ህግደፍ ጠጠው ክብል እንድሕር ድኣ ተገይሩ፣ ንገበናት ስርዓት ህግደፍ ኣብ ማሕበረሰብ ዓለም ዘቃልዕ ኣህጉራዊ ተጥባኦም ሰብኣዊ መሰላት ኣይክህሉን ማለት እዩ። እዚ ድማ ከም ኤርትራውያን ደለይቲ ፍትሒ ከተሓሳስበና ጥራይ ዘይኮነ፣ እቲ እማመ ኣብ ቤት ምኽሪ ሰብኣዊ መሰላት ከይጸድቕ ድምጽና ክነስምዕ ይግበኣና። እቲ ውሳነ፣ ኣብዚ ዝመጽእ ዘሎ ወርሒ ካብ ዕለት ኣርባዕተ ክሳብ ሸውዓተ ሓምለ ኣብ ዝካየድ ኣኼባ፣ ድምፂ ክህባሉ ስለዝኾና ኩልና ነዚ ጉዳይ ኣመልኪትና ናብ ውድብ ሕቡራት ሃገራት ቤት ምኽሪ ሰብኣዊ መሰላት ደብዳቤ ክንፅሕፍ ክፅውዓኩም ይደሊ ድምፅና ክነስምዕ ክፅውዓኩም ይደሊ ብተወሳኺ እውን ኣብ ትዊተር ኣብ ኤክስ ንውድብ ሕቡራት ሃገራት ቤት ምኽሪ ሰብኣዊ መሰላት ጀነቫ ከምኡ ከዓ ፍሉይ ፀብፃቢ መሓመድ ዓብዱሰላም ባብልኬር ታግ ብምግባር ብፅዑቕ ድምፅና ክነስምዕ ይግበኣና ትካላት ድሌት ፍትሒ ምንቅስቓሳት፣ ፖለቲካውን ልድባት እዚ ጉዳይ ድምጺ ተዋሂቡ ከይጸደቐ ድምጺና ክነስምዕ ይግብኣና። እንተዘይኮይኑ ስርዓት ህግደፍ ብዘይ ዝኾነ ይኹን ተጽዕኖ ኣህጉራዊ ማሕበረሰብ ዓለም ኣብ ልዕሊ ህዝብና ዝገብሮ ጽንተት ምቕባል እዩ። ካብ ጽባሕ ዋይ ዋይ ምባል ሎሚ ኢደይ ኢድካ ኢልና ንኽተት። ኩልና ኣድለይቲ ፍትሒ መልእኽትና በዚ መንገዲ በዚ ኣብ ታሕቲ ዝገብረልኩም ክንልእኽ ንኽእል ኢና። እቲ ሓበሬታ ቁጽሪ ስልኪ። ኣርብዓን ሓደን መእተዊ ናይ ስዊዘርላንድ እዩ ዕስራን ክልተን ተስዓን ሓደን ሰብዓን ሸዓተን ክልተ ክልተ ዜሮ ኢመይል OHCHR dash info desk at un dot org ኣብ ሳሕቲ ክገብረልኩም እየ ከምኡ ከኣ እቲ ናይ ትዊተር ወይ ከኣ ናይ ኤክስ ኣካውንት እውን ኣብዚ ታሕቲ ክገብረልኩም እየ ማለት እዩ ስለዚ እቲ ናይ ኤክስ ኣካውንት UN Human Rights ዝብል at UN Human Rights ዝብል ታይ ክንገብሮም ኣለና ስለዚ ኩላትና እዚ ጉዳይ እዚ ኣቅሊልና ኣይንርኣዮ እቲ እንኮ እቲ እንኮ ዓለም ለኻዊ ተፈላጥነት ዘለዎ ንናይ ኤረትራ ጉዳይ ተባሂሉ ዝተመዘዘ ኣብ ኤረትራ ንዝግበር ምግሃስ ሰብኣዊ መሰላት ንዘቅርቦ ጸብጸብ ብዓለም ሙሉእ ተቀባልነት ዘለዎ እዚ ስፔሻል ራፖርተር ጥራይ እዩ። እዚ ስፔሻል ራፖርተር እንድሕር ድኣ ተኣልዩ ዝኾነ ይኹን ነገር ንሕና ንህቦ ጸብጻብ ዓለም ክቕበሎ እዩ ጥራይ ምኽንያቱ ንሕና ኒውትራል ስለ ዘይኮና ንሕና ተቓወምቲ ስለ ዝኾና ስለዚ ስርዓት ህግደፍ ከም ድላዩ ክዕንድር ከም ድላዩ ከጽንተና ከም ድላዩ ገበናት ኣብ ልዕሊ ህዝብና ክፍጽም እዩ ነዚ ስፔሻል ራፖርተር ቅድሚ ሕጂ ዝኾነት ሃገር ጌራቶ ኣይትፈልጥን እያ ቅድሚ ሕጂ ዝኾነ ሃገር ከምዚ ዓንቀለብ ኣቕሪባ ኣይትፈልጥን እያ ግን ስርዓት ህግደፍ ኩላትና ንፈልጦ ኢና ኣይናውጣ ስለ ዝኾነ እዚ ዓይነት ሕቶ ኣቕሪቡ ኣሎ ከም ናይ ስርዓት ህግደፍ ባህርያት ዘለወን ሃገራት ድማ ነዚ ነገር ተቐቢለንኦ ኣብቲ ናይ ውድብ ሕብሓት ሃገራት ካብ ዕለት ኣርባዕተ ስጋብ ሸውዓተ ሓምለ ዝግበር ኣኼባ ሽዑ ውሳነ ክወሃበሉ እዩ ምክንያቱ እዚ ስፔሻል ራፖርተር ዓመት ዓመት ዝሕደስ ስራሕ ስለ ዝኾነ ስለዚ ዝሓለፈ ዓሰርተ ክልተ ዓመት ከሐድሽዎ ጸኒሖም ሕጂ እንድሕር ድኣ ዘይሐዲሰሙሉ ከም ደለይቲ ፍትሒ ከም ኤረትራውያን ዓቢ ሓደጋን ጸላኢና ስለ ዘሎ ኩልና ንክተት ሎሚ ዘይከደ ተድርቦ ከም ዝመጸ ኩሉኹም ኣብ ማሕበራዊ ሜድያ ኣብ ፌስቡክ ኣብ ዩቱብ ኣብ ትዊተር ዘለኹም እዚ መልእኽቲ እዚ ኣብ ኩሉ ክበጽሕ ክትሰርሑ ክሓተኩም ይደሊ ኣዝዩ ኣዝዩ ኣዝዩ ሓደገኛ ዝኾነ ውሳነ ይመጸና ኣሎ።